መደብ ላዕለዎት ዓሰርተ ሒዝና መጺእና ኣለና ሰናይ ምክትታል። ኣብ ሲነማ ሰመረ ጠጥዑሙ ዝመቀረ ልዑል'ዩ ዓቕማ ኮሜዲ ድራማ ዕላላት ዋዛታት ስፖርት ፊልምታት።
ብዛዕባ መልክዕን ምስ መልክዕ እተኣሰር ክሳብ ሕጂ ኣብ እተፋለየ ማሕበራዊ መራኸቢታት ብዝተፋለየ ጸሓፍትን መደብ ተሰሪሑን ኣብ ምስራሕ ይርከብን። ከምኡ'ውን ኣብ ኩዕሶ እግሪ ጽቡቓት ተጻወትቲ እናተባህለ ንምልኩዓት ተጻወትቲ መሳርዕ ከትሕዝዎም ርኢና ኢና። ኣብዛ ቻነል እውን ላዕለዎት ዓሰርተ ፅቡቕ ተፃወትቲ ዝብል መደብ ተሰሪሑ ከምዝረኣናን ዝፍለጥ ኮይኑ ሎሚ ድማ ብኣንፃሩ ላዕለዎት ዓሰርተ ዝኾፍኡ ውሁባት ተፃወትቲ ኩዕሶ ክኢላ መርበብ ሓበሬታ ስፖርት ዜና ዘውፅኣቶ ኣመቓቒርና ኣቕሪብናዮ ኣለና። እንተኾነ ዝኾነ መስርዕ ዝሓዘ ከምዘይኮነ ጥራይ ኣብ ኮታ ዓሰርተ ዝኣተወ ምዃኑ ኣቐዲምና ንሕብር። ከም ክርስትያን ሮናልዶን ዴቪድ ቤካም ብመልክዖም ንኩዕሶ እግሪ ገለ ውኑነት ከምዝወሰኹ ዝፍለጥ ኮይኑ እዞም ድሒሮም ዝጥቀሱ ተፃወትቲ ድማ ወላ መልክዐኛታት ኣይኾኑ እምበር ዕውታትን ህቡባት ተፃወትቲ ከምዃንን ካብዚ ዓውዲ ሚልዮናት ካብ ምግሓጥን ግን ዝኸልክሎም የለን። ባርኮ ዝኽርኩም ተኻተልትና እዞም ዓሰርተ ዝኸፍኡ ተጻወቲ ክነብለኩም ኢና ሰዓቡና። ሮናልዶ ዲ ኣሲስ ሞሬራ ጥበብ ኩዕሶ እግሪ ልዕሊኡ ንማንም ተዓደለ ኮይኑ ይስምዓካን ኣብ ሜዳ ኣንጻር ተጻወቲ ክጻወት እንከሎ ልምምድ እምበር ስሩዕ ግጥም ምዃኑ ክሳብ ትርስዕ ብታክቲካዊ ክእለቱ ኣዘንጊዑ ኩዕሶ ንሱ ጥራይ እምበር ካልእ ተጻዋታይ ክሕዛ ክሳብ ዘይትደሊ ዝገብር ብቕዓት ኣርእዩ ተሰናቢቱ እዩ። ብራዚላዊ ናይ ኩሉ ግዜ ፈጠራዊ ተጻዋታይ ሮናልዲንዮ እዚ ብጠባውን ሰሓብ ምንቅሳቕሱን ኣብ ተዓዘብቲ ፍቕሪ ኩዕሶ እግሪ ከም ዘዕበየ ዝግለጽ ብራዚላዊ፣ ሓደ ካብቶም ዝኸፍኡ ተጻወትቲ ብተኸታተልቲ ካብ ዘርኣዮም ምዃኑ እዛ መርበብ ሓበሬታ ጠቒሳቶ'ላ። ዓቢ ኣፍንጫ፣ ገፊሕ ኣፍን ዘይ ስሩዕ ኣስናን ማለት ሰናን ብምዃኑ ድማ እዚ ናይ ኩፉዓት መስርዕ ከም ዝግብኦ ምስቶም ዝኸፍኡ ህቡባት ተጻወትቲ ከም ዝስራዕን ትውስኽ እዛ መርበብ ሓበሬታ። ብሰንኪ መልክዑ ናብ ሪያል ማድሪድ ካብ ምጽንባል ከም እተሰናኸለ ዝግለጽ ሮናልዲኖ፣ ኣብ ክልተ ሽሕን ሰለስተን ሰበ ስልጣን ሎስ ብላንኮስ ነዚ ኣብ ፒኤጂ ብሉጽ ብቕዓት ዘርኢ ነበረ ብራዚላዊ ጎስዮም ነቲ መልክዑ ሃነን ዘብል ምስ ማንቸስተር ዩናይትድ ዝጻወት ዝነበረ ዴቪድ ቤካም ከፎርሞ ከም ተራእዩን ናይቲ እዋን ሰነዳት የነጽሩ። ሮናልዲኖ ድማ ብሰንኩ መልክዑ ክፉእ ስለ ዝኾነ ኣብ ምውዕዋዕን ከምኡ'ውን ኣብ ሕላገት ኣብ ዝግበር ምስራሕ ኣየካዕውተናን ኢሎም ነቲ ሰሓቢ መልክዕ ዝነበሮ ቤካም ዝመረጹ። እንተኾነ ሮናልዲኖ ናብታ ቀንዲ መቀናቕንቶም ዝኾነት ባርሴሎና ተሰጋጊሩ ነቶም ብመልክዑ ገጹ ካብ ምፍራም ዝሓንገዱ ላዕለዎት ሰበ ስልጣን ማድሪድ ዓጋቲ ከም ዘይብሉ ኣብ ሜዳ ብእግሩ ኣርኣዮም። ኣብ ዓመት ክልተ ሽሕ ሓሙሽተን ኣብ ሜዳ በርናቡ እተሰርዐ ክሳብ ሕጂ ዘይትርሳዕ ግጥም ዘካየደን ነታ ጸወታ ብስሙ እትዝከር መዓልቲ ገበራ። ንኣንጻር ተጻወቲ ጥሒሱ ኣዝያ ብልጽቲ ሸቶ ምስ ኣቑጸረ ኣብ ሜዳ ፍሉይ ክስተት ኣጋጠመ። ደገፍቲ ማድሪድ ካብ ወንበሮም ተሲኦም ከጣቕዑ ተራእዩም። በዚ ኮይኑ በቲ ብሉጻት ተጻወቲ ክጥቀስ እንከሎ ብዘይ እዚ ብራዚላዊ ክስርዕ ፍጹም ከም ዘይከኣል ዝገበረ ተጻዋታይ ማዕረ ማዕሪኡን ክፉኣት ተጻወቲ ክትዝርዝር እንከለኻ ካብቶም ዝኸፍኡ ምዃኑ ኩሉ ተዓዛባይ ዝፈልጦ'ዩ። መሱት ኦዚል ናይ ቅድም ተጻዋታይ ዓበይቲ ጋንታት ዓለም ሪያል ማድሪድ ኣርሰናል ጀርመናዊ መሱት ኦዚል ኣብዚ መስርዕ ምስ ህቡባት ዓበይቲ ተጻወትን ካብ ምስራቕ ኣይደሓነን ወሓለ ከሻኒ ሸቶ ዝኾነ ኦዚል በቲ ዓብን ፈጣጥን ዓይኑ ብዙሓት ሰባት ምስ ኒሞ ዓሳ ክነኣጽሮ ዝረኣዩ ወላ ውን ኣእዛኑ ንመልክዑ ኣብ ምምሕያሽ ኢደን ኣጣሚረን እየን ይብሉ ኣብዚ መስርሕ ብቐረባ እተዋስኡ ወገናት። ብዛዕባ ዓይኑ ንኦዚል፣ ኣዒንቱ ኣብ ካልእ ሊግ ክጻወታ ዘለዎ ኣይመስላ ክብሉ ክድእሉ ውን ተሰሚዖም እዮም። ሓንሳእ ሓንሳእ ድማ ምስቲ ኣብ ሽሕን ትሽዓተ ሚእትን ሰማንያን ሸሞንተን ዝሞተ ኢጣልያዊ ተቓዳዳይ መኪና ኤንዞ ፌራሪ ከመሳስሎ ዝረኣይ እዩ ነዚ ዕዉት ጀርመናዊ ተጻዋታይ። ኣብዚ እዋን ካብ መልፈዐኛታት ወጺኡ ኣብ መበቆል ሃገሩ ዝኾነት ቱርኪ ምስ ፈነንባቸ ናይ ጸወታ ዘመኑ ኣብ ምቕጻል ዝርከብ ሓደ ካብዚ ሃፍቶም ዝበለጹ ዝኸፍኡን ተጻወቲ እዩ። ፍራንክ ሪበሪ ፈረንሳዊ ፍራንክ ሪበሪ ኣብ ታሪኽ ዓባይ ጀርመናዊት ክለብ ባየር ሙኒክ ሓደ ካብቶም ዝበሉፅ ተፃወትቲ ምዃኑ ብስርሖም ዘበርከቶም ከምኡውን ዝዓተሮም ዓበይቲ ዋናጩ ኣፍ ኣውፅኦም ይምስክሩ እዮም። ኣብዚ እዋን ምስ ኢጣልያዊት ጋንታ ፊዮረንቲና ዝርከብ ሪበሪ ብዝውኑ ደስ ዘየብል መልክዕ ኣብ ቅድሚት ብዘይፀገም ተሰሪዑ ይርከብ። እንተኾነ እዚ ሕጂ ሒዝዎ ዘሎ ደጋዊ መልክዑ ፈትዩ ከም ዘየምጽኦን ብዙሓት ሰባት ከይፈለጡ ብኽፉእ መልክዑ ክስሕቕዎ ከም ዝረኣዩን ይሕበር። ወዲ ክልተ ዓመት እንከሎ ናይ መኪና ሓደጋ ዘጋጠሞ ሪበሪ፣ ሰሪ እቲ ሓደጋ ድማ እዚ ሕጂ ኣብ ገጹ ዘሎን መእለዪኡ ዝኾነ ዓበስላ ዝወጾም። ኣብ ናይ ጸወታ ዘመኑ ምስ ብሉጻት ናይ ክንፊ ትካዓት ዝጽዋዕ ሪበሪ፣ ኣብዚ ደረጃ ዘይብሉ ዓሰርተ ክፉኣት ግን ጋህዋ ተጻወቲ ዝብል መስርዕ ምስ መዛኑ ተጻወቲ ተኻቲቱ ይርከብ። ብሰንኪ እዚ ካብ ግዜ ቁልዕነቱ ዝወጽኦ ገጹ ዝደወነ በሰላ፣ ኣብ ግዜ ንእስነቱ ክጽረፍ ዘይረስዕ ዒበሪ፣ ሓደ እዋን ምስ ትሕቲ ዕድመ ኣመንዝራ ደቂሱ ዝብል ዜና ብምንዝሑ ብዙሕ ኣዛሪቡ ነይሩ። ካርሎስ ቴቨዝ መልክዕ ካብ ዝና ይኹን ገንዘብ ምግሓጥን ከምኡውን ምስ ዓበይቲ ተጻወትኻ ምስራዕ ከም ዘይዓግተካ ናይ ኣርጀንቲናዊ ካርሎስ ቴቨዝ ዓቢ ኣብነት እዩ ትብል ስፖርቲዜዮን። ዘ ኣፓቸ ዝብል ሳጓ ጠበቑ ቴቨዝ ኣብ ፕሪመር ሊግ እንግሊዝ ምስ ክልተ ናይ ከተማ ማንቸስተር ጋንታታት ኮይኑ ስሙ ከጸውዕን ዋንጫ ትሊግ ክዓትርን ተጻዋታይ ምዃኑ ኣይርሳዕን። ኣብ ዝርዝር መልክዕ ኣልቦ ተጻወትቲ ብሰንኪ ዓቢ እዝኑን ዓቢ ስኑን ከም ዝኣተዎ ዝግለጽ ቴቨዝ ኣብ ክሳዱ በሰላ ከም ዘለዎ እዩ ዝፍለጥ። ገና ወዲ ዓሰርተ ኣወርሒ እንከሎ ውዑይ ዝፈልሐ ማይ ኣብ ነብሱ ብዝፈሰሶ ዘይሃስስ በሰላ ኣብ ክሳዱ ዝተላሕመቶ እዛ ኣርጀንቲናዊት ክዓይ ነዚ በሰላ ብምጥባሕቲ ካብ ምእላይ ከም ዝሓንገደ እዩ ዝሕበር። ኣብዚ እዋን ናይ ኤውሮጳ ፋይል ዓጽዩ ኣብ ሃገሩ ምስ ቦካ ጁንዮርስ ዘሎ ተቨዝ፣ ምስ ጁቬንቱስ ኮይኑ ተዓዋቲ ሰሪኣን ክሳብ ናይ ፍጻሜ ጸወታ ቻምፕየንስ ሊግ ከም ዝበጸሕ ዝዝከር እዩ። ሱለይ ሙንታሪኝ ምሉእ ስሙ ሱሌማን ዓሊ ሙንታር በሃል ሓደ ካብቶም ኣፍሪቃ ብሓፈሻ ሃገሩ ጋና ድማ ብፍላይ ተኾርዓሎም ኣብ ኤሮጳ ብቕዓቶም ዘርኣዩ ተጻወትቲ እዩ ኣብ ኢጣልያ ምስ ኢንተር ሚላን እንከሎ ሻምፕየንስ ሊግ ኤሮጳን ዋንጫ ስርያን ዝዓተረ ሙንታሪ ምስ ኢንግሊዛዊት ቦርንማውዝ ኮይኑ እውን ዋንጫ ኤፍኤ ካብ ኢዱ ኣንቢሩላ እዩ። ኣብዚ እዋን ምስ ኣልተክል ተባሂት ጋንታ ዝርከብ ናይ ማእከላይ ክፋፋሊ ካብቶም ዝኸፍኡ ተጻወቲ ተባሂሉ መስርዑ ሒዙ ተጸብጺቡ ኣሎ። እንተኾነ ትብል ስፖርት ዝዮን፣ ሙንታር ሽሕ'ኳ ኣብ ክፉእ ተጻዋታይ እንተኾነ ብዘዝረን ደቂ ኣንስትዮን በብእዋኑ ኣንስቱ ዝነበራ ቆናጁ ግን ኣዝዩ ፍሉጥ ኢላ ትድምድም። ሓደ እዋን ኣብ ኢጣልያ እንከሎ ናይ ቅድም ቀዳማይ ሚኒስተር እታ ሃገርን ወናኒ ኤሲ ሚላን ዝነበረ ሴርቪዮ በርሎስኮኒ ንሞያ ዶንኮር ዝተባህለ ሰይቲ ሙንታ ረኽረኽባ ብቐጻሊ ይንና ከም ዝነበረ ኣብ ኢጣልያ ኣብ ግዚኡ ብሰፊሑ ይወዓዋዕ ነይሩ። ቤርሎስኮኒ ነዚ ዝገበረ ምኽንያት ኣብቲ እዋን ኣብ ሚላን ዝጻወት ዝነበረ ሙንታ ብብዙሓት ሰባት ሰበይቱ እታ ዝጸበቐት ጓል ናይታ ክለብ እያ ክብሉ ድሕሪ ምስምዑ እዩ። በዚ ኮይኑ በቲ ብዘየገድስ እዚ ጥቓ ጽቡቓት ቀሪቡ ዘይፈልጥ ወዲ ሰላሳን ሽዱሽተን ዓመት ጋናዊ ኣብ ዓንኬል ክፉኣት ተጻወቲ ግን ቀላሲ እዩ ተተባህለ ምግናን ኣይመስልን። ኣንከል ዲ ማርያም ኣብ ለካቲት 1988 ዝተወልደ ኣርጀንቲናዊ ፕሮፌሽናል ተጻዋታይ ኣንከል ዲማርያ ኣብዚ እዋን ምስ ፈረንሳዊት ፒኤጂ ጽቡቕ ናይ ጸወታ ግዜ ይሕልፍ ከም ዘሎ እዩ ዝግለጽ። እዚ ከም ናይ ክንፊ ጥቃዒን ከምኡውን እናጥቃዓይ ዘከፋፍል ኮይኑ ብዘይ ጸገም ክጻወት ዝኽእል ውዲ ሰላሳን ሓደን ዓመት ተጻዋታይ ብመልክዑ እውን ምስ ቀዳሞት ክፉኣት ተጻወቲ ብፍላይ ህቡባት ኣብ ቅድሚት ብዘይ ጸገም ክስራዕ ዝኽእል እዩ። ብመልክዑ ብዙሕ ግዜ ዝተዘረበሉ ዲ ማርያ ካብ ማድሪድ ክሽየጥ እንከሎ ናይ ቅድም ተጻዋታይን ኣሰልጣኒ ስጳኛ ነበረ ካርሎስ ራቻ ማድሪድ ነዚ ጭንቅላት ብሰንኪ ቀጢን ኣቃውሚኣ ሸይጣቶ ክብል ጨሪቑሉ ነይሩ። ናብ ማንቸስተር ምስ ተጸንበረ እውን ካብዚ ናይ ክፉኣት መሳርዒ ዝተለቃቂ ዲ ማርያ ብክልተ ሚእትን ሓምሳን ደቂ ኣንስትዮ ብዝተገብረ ድምጺ ናይ ፕሪመር ሊግ እንግሊዝ እቲ ዝኸፍአ ተጻዋታይ ተባሂሉ ተረቝሑ እዩ። ይኹን እምበር ብመልክዑ ብዙሕ ግዜ ዝተጸርፈ ዲ ማርያ ሓደ ካብቶም ዝበዝሑ ደሞዝ ዝኽፈሉ ተጻወትቲ ክኸውንን ልዕሊ ዒስራን ኣርባዕተን ሚልዮን ዶላር ካብ ምኽዕባት ግን ደጋዊ ትርኢቱ ኣይዓገቶን። ዲ ማርያ ኣብታ ብዙሓት ዓበይቲ ተጻወትቲ ዘለዋን ንኽትውክላ ኣዝዩ ከቢድ ምዃኑ እትግለጽ ሃገርቤት ጋንታ ኣርጀንቲና ልዕሊ ሚእቲ ጸወታ ተወኪልዋ ከምዘሎ ስታስቲክስ እታ ሃገር ሰኒድዎ ይርከብ። ጀርቪንዮ ጀርቪንዮ ክጽዋዕ እንከሎ እተን ነዋሕቲ ግን ከኣ ዘይምሉኣት ካብ ድሕሪ ስሒቡ ኣብ ቅድሚት ብፕላስቲክ ጠምረን ጸጉሪ ዘለዎ መልክዕ ኣልቦ ተጻዋታይ ንብዙሓት ተዓዘብቲ ቅጅል ይብሎም ይኸውን ሽሕ እኳ ኩሉ ተጻዋታይ ብጀርቪንዮ ዝጽውዖ ተኾነ ምሉእ ስሙ ግን ጀርቫልዮ ኢኮሲ ይበሃል ኣብዚ እዋን ወዲ 34 ዓመት ገይሩ ዘሎ ኣይቨርኮሶ ኣባል ኢጣልያዊት ጋንታ ፓርማ ምዃኑ ኩሉ ዝፈልጦ እዩ ኣብ ሃገረ ጋንታ ኣይቨሪኮስት ዝኸበ ተጻዋታይ ናብኡ ክትጥቕለል ድምጹ ዝሃቡ ደቂ ጋንትኡ ብዙሕ ግዜ ብዛዕባ ምልቃዕ ክለዓል እንከሎ ኣእዳወን ቀዲመን ናብ ጀርቪኖ ከወጣውጣ ይረኣያ። እንተኾነ ኣብታ ሃገረ ጋንታ እቲ ዝቐልጠፈ ተጻዋታይ ካብ ምዃን ዝዓገቶ ግን ኣይተረኽበን ዘሎ። ብማልያ እንግሊዛዊት ጋንታ ኣርሰናል ደሓን ዝኾነ ናይ ጸወታ ግዜ ከም ዘሕለፈ ዝግለጽ ጀርቪኒዮ ብቐጻሊ ብደቂ ጋንትኡ እቲ ዝኸፍኣ ዓይነት ኣቀማቕማ ዘዘውትር ተባሂሉ ይጽዋዕ ነይሩ። ዋይን ሩኒ ክፉኣት ብፍላይ ዓበይቲ ተጻወቲ ክጽዋዕ እንከሎ ብዘይ እንግሊዛዊ ናይ ኩሉ ግዜ ዝለዓለ መዝጋቢ ሸቶ ማንቸስተር ዩናይትድ ዋይን ሩኒ ክትሰርዕ ከም ዝኸብድ ትገልጽ እዛ መወከሲት መርበብ ሓበሬታ። ኣዝዩ ጽቡቕ ናይ ጸወታ ዘመን ብማልያ ቀያሕቲ ሰይጣውንቲ ዘካየደ ሩኒ፣ ሽሕ እኳ ነቲ ወዲ ዒስራን ሓሙሽተን ዓመት እንከሎ ዝጠለሞ ጸጉሩ ብሕክምናዊ መስርሕ ኣርተፊሻል ጸጉሪ ተተኽለሉ፣ ብመጠኑ እምበር ካብ ክፉኣት ተጻወቲ ሸተት ከም ዘይብል ትውስኽ። ኣብዚ እዋን ከም ኣሰልጣኒ ደርበካዊ እንተኾይኑ ኣብ ምዕያይ ዝርከብ ዘሎ እዚ ብ ሓምሳን ሰለስተን ጎላት ናይ ኩሉ ግዜ ዝለዓለ ኣመዝጋቢ ሸቶ ኣግሬት ጋንታ ኢንግሊዝ ነበር ተጻዋታይ ብዙሕ ግዜ ብዝሙትን ምሕዳር ምስ ኣመንዝራታትን ካሜራታት ናብኡ ከም ዝጥምታ ጌሩ እዩ። እንተኾነ ነዚ ዙረት ናይ ሰብኣያን ነውጺ ማዕከናት ዜና ትጻወር ሰበይቲ ዝፈጠረሉ ሩኒ ኩሉ ብምሕረት እዛ ኮሊን ሩኒ ዝስማ ሰበይቱ ሓዳሩ ካብ ምዕናዉ ድሒኑ እዩ። ሉኳ ሞድሪች። ክሮሽያ ብሉጻት ናይ ዓለም 2018ን ኣናጋፊ ናይ ዓሰርተ ዓመት ዓብላሊ መድረኽ ሽልማት ባሎንዲዮር ሮናልዶን ሜሲን ዝኾነ ሉካ ሞድሪች ብጽሙእ ነብሱ ዝልለ ግን ከኣ ክኢላ ኣካፋሊ ምዃኑ ዓለም መስኪራትሉ'ያ። መሪሕ ማእከል ሜዳ ሪያል ማድሪድ ኮይኑ ንዓመታት ምስታ ጋንታ ዓበይቲ ክብርታት ዝተጓናጸፈ ሞድሪች ምስዞም ዓሰርተ ሰሓቢ መልክዕ ዘይብሎም ዓበይቲ ተጻወትቲ ክፉት ቦታ ኣለዎ ትብል ስፖርት ዝዩን። ከም መብዛሕትኦም ክሮሽያን ደቂ ኣህጉሩ ጽሙእ ምዃኑ፣ ኣብቲ ምስ ኣህጉሩ ኮይኑ ዘካይዶ ሃገራዊ ጸወታ ዝረኣናዮ ሞድሪች፣ ኣብዚ ምዕቡል እዋን መልክዕ ዋጋ ከም ዘይብሉ፣ ብፍላይ ኣብ ዓቢ መድረኽ ስፖርት ኩዕሶ እግሪ ክዕንቅፈካ ከም ዘይክእል ካብ ዘርእዩና ተጻወትቲ ኣብ ቅድሚት ይርከብ። ድሕሪ ዓሰርተ ዓመት ናይ ሮናልዶን ሜሲን ምቁጽጻር ውልቃዊ ዋንጫ ባሎንድዮር ብፍላይ ንተዓዘብቲ መለሳ ኮይኑ፣ ተዓዋቲ ዝኾነ ውዲ ሰላሳን ሓሙሽተን ዓመት ሞድሪች ካብዞም ዓሰርተ ክፉኣት ዓበይቲ ተጻወትቲ ከም ዘይርሕቕ ትገልጽ ምንጪ ሓበሬታ ስፖርት ዝዮን። ጋረዝ በይን እቲ ፈጣን ህበይ ክበሃል ሰሚዕና ንኸውን ኢና ንዌሊሳዊ ቅልጡፍ ናይ ክንፊ ጥቃዒ ሪያል ማድሪድ ኣብዚ እዋን ብልቕሓም ናይ ቅድም ክለቡ ቶተንሃም ዘሎ ጋረዝ በይል ናብ ናይ ቅድም ብቕዓቱ ክምለስ ኣብ ገድሊ ዝርከብ በይል ካብቶም ምስጉን ጠባይ ዘለዎም ተፃወትቲ ዳርጋ ዝኾን ናይ ስምዕታ ካር ዘይረኣሎም ምዃኑ ኣብ ናይ ፀወታ ግዚኡ ተዓዚብና ኢና ብፍላይ ኣብ ቶተንሃም እንከሎ ብመልክዑ ምስ ህበይ ክነጻጽሮ ዝስማዕ ነበረ። እዚ ሓያል ቅላዕ ዘለዎ ሽኮ ተጻዋታይ ምስዞም ህቡባት ሃብታማት ሰብ ዝና ዓለም ከምኡ'ውን ኩፉኣት ተጻወቲ ተጸብጺቡ ይርከብ። ዝመጽእ ዓመት ናይ ሓደ ዓመት ተረፍ ውዕሎ ክውድእን ኣብ ኣደ ጋንትኡ ሎስ ብላንኮስ ዝምለስ ወዲ ሰላሳን ሓደን ዓመት በይል ብዙሓት ጽቡቓት ሸቶታት ከምዘመዝገበ ዝፍለጥ ኮይኑ ኣብ ልዕሊ ሊቨርፑል ኣብ ናይ ቻምፕየንስ ሊግ ናይ ፍጻሜ ጸወታ ክልተ ሽሕን ዓሰርተ ሸሞንተን ዘቑጽራ ብርቂ ኣክሮባቲካዊ ሸቶ ግን ሕልፊ ኩለን እያ። ዝኸበርኩም ሰዓብቲ እዛ ቻነል ብዓሰርተ ዝውዳእ መደብ ከም ዘይኮነ ዝፍለጥ ኮይኑ ነዞም መስርዕ ዘይሃመኒ ተጻብቲ መስርዕ ክትቡን ከምኡውን ክተውፅኡን ክትእትውን ትኽእሉ ኢኹም ኣብ ናይ ልሙድ ቦታ ኮመንት ጸሓፉልና ኣብ ዝመጽእ ብዝተፈለየ መደብ ክሳብ ንራኸብ ሰሰናዩ